መርሓባ የሕዋተይ ኣብ ዘዘለኹምዎ ሰላም ክትህልዉለይ ተስፋ ይገብር ሕጂ ከኣ ብቀሊሉ ከመይ ጌርካ ሾርትስ ካብቲ ናይ ቀደም ቪድዮኻ ወይ ናይ ቀረባ ግዜ ቪድዮኻ ነዊሕ ቪድዮታት ክትሰርሕ ከም ትኽእል ከርእየኩም ይደሊ እዚ ከኣ ቅድሚ ኩሉ ኣብቲ ዳሽቦርድ ናትና ንኣቱ ማለት እዩ እዚ ናተይ ትርእይዎ ኣለኹም እዚኣ ሽዕኡ ትጥውቕዋ ኣብዚኣ ፕለይ ምልክት ዘላታ እቲኣ ካልኣይቲ ማለት እያ ድሕሪኡ ኣብቲ ቪድዮታት ናትካ ከም ትሪኦ እቲ ነዊሕ ቪድዮታት ኣብዚ እዩ ዘሎ ሽዑ እቲኣ ናይ መወዳእታ ቪድዮ ንወስዳ ማለት እዩ ንኣብነት ከርእየኩም ማለት እዩ እቲ ናይ ቀደም ከማን ቪድዮ ክትቅይሮ ትኽእል ኢኻ ናይ ግድን ናይ ዝቐረባ ግዜ ጥራይ ኣይኮነን ሽዑኡ ናብ ታሕቲ ክትከይድ ኣለካ ናብ ታሕቲ ምስ ከድካ እንታይ ዝብል ኣሎ ኣብዚ ሾርት Short Remix ትብል ኣላ። እቲኣ ቀዳመይቲ ሽዑ ትጥውቃ ብጀርመን እዩ ናተይ፣ Remix von Videos und Audioinhalten erlauben ትብል ኣላ። ኣጋጣሚ ብጀርመን እዩ so እሳ ትጥውቃ እቲኣ ቀዳመይቲ። ከምኡ ምስ ገበርካ እንታይ እዩ ዘርእየካ ማለት እዩ ኣብ ናትካ Youtube Application ትኣቱ ኣብኡ ምስ ኣተኻ ከኣ ኣብ ኤፕሊኬሽን ክተውርድ ኣለካ ማለት እዩ ሽዑኡ ኣብቲ ቪድዮ ቻት ኣብዚኣ ኣላትያ ቀዳመይቲ ቪድዮ ተትዩ ንኣብነት እዚኣ ቪድዮ እዚኣ ንውሰዳ ሽዑኡ ኣብዚ እቲ ዘድልየካ ደቃይቅ ልክዕ ትሰምዖ ኣየናይ ኢካ ሾርትስ ክትቅይሮ ትደሊ ባዕልካ ክትሰምዖ ኣለካ ኣቀዲምካ ማለት እዩ ሕጂ ኣብዚ ብከምኡ የሕሊፊያ ኣለኩ መታን ክትርእይዎ ኣይንሰምዖን ኢና ንክርእየኩም ጥራይ እየ ሽዑኡ እዚኣ ቀዳመይቲ ቱ ሾርት ማኽን ናብ ሾርት ክትቅይራ ማለት እዩ። እዚኣ ሪሚክስ ዓንተወይ ስለ ዝቐየርናያ እዚኣ ምልክት ኣላትና ማለት እዩ። ጥቓ እቲኣ ናይ ሼር ምልክት ዘላታ እያ ሪሚክስ ትብል ክትህልው ኣለዋ ኣብዚ። ብኸምኡ ከኣ ቅድሚኡ እቲ ካልእ ቀይርናዮ ኣብዚኣ ትጥውቃ ቱ ሾርት ማኽን ኣብዚ ትቕይሮ። እቲ ምኽያድን እቲ

ብቀሊሉ እዚኣ ክትገብራ ትክእል ሽዑ ወይ ከምኣ ትሓድጋ ወይ ድማ ከምቲ ኣብዚ ቀረባ ግዜ ኣብቲ ናተይ ዝረኣኹሞ ኣብዚ ከማን ክትቀያይር ትክእል ኢካ ለይ ኣውት ብብዓይነቱ ኣለካ ማለት እዩ እዚኣ ከርእየኩም ክፍትን እየ ምክያድን እቲ ብቴሌፎን ምዝራብን ኣብዚ ክትቅይሮ ብመብዛሕትኦም ትክእል ኣሕዋትና ማለት ኣብ እዩ ከምኡ ኣብዚ ታሕቲ ዝጋገዩ ምዝራብን ምክያድ ብምብዛሕትኦም ኦኬ ሶሪ እቲ ድምፂ ይርብሸና ኣሎ ሶ እቲ ሌይኣውት ክትቅይሮ ትኽእል ከምዚ ዝተፈላለየ ቪዝዋሊዘሽን ክትገብር ትኽእል ኢኻ እዚኣ ሌይኣውት እንድሕር ጌርካ እንድሕር በቲኤን በቲኣ ዘላታ ሕጉስ ኮንካ ከኣ ኣብዚ ፊያቲክ ትጥውቃ ማለት እዩ እዚኣ ከም ኦኬ ትብላ። ምስ ጠወቅካያ ክቅጽል እዩ ማለት እዩ። ትምክያድን So ኣብዚ ሽዑኡ ከኣ Title ክትቅይር ትክእል እንድሕር ደሊካ ኣብዚ Title ትቅይር ትክእል ኢካ ሳክል ከምዚ ሽዑ ብዚ ሕብርታት ክትቅይር ትክእል ኢካ ከምዚ ናይ TikTok ማለት እዩ And ካልእ ከኣ እዚ ከማን ኣብዚ እቲ ሕብሪ ክትቅይሮ ትክእል ናይቲ Video እንድሕር ደሊኻ ማለት እዩ ብዚ ዝተፈላለየ ኣለካ ንኣብነት እዚኣ ክንሓድጋ ኢና and done ኣብዚ ከዓ ከምኡ እቲ ድምፂ ከማን ክትቅይሮ ትኽእል እዚኤን ኩለን ክትፍትነን ትኽእል ኢኻ በብሓደ ሽዑ ቀፃሊ ንብሎ ማለት እዩ ኣብዚ እቲ ቀንዲ ከርእየኩም ዝደሊ ከመይ ጌርካ ካብቲ ናይ ቀደም ቪድዮኻ ካብቲ ነዊሕ ክትቆርፅ ከም ትኽእል ብቐሊሉ ማለት እዩ ብዘይ ግዜ ከይቀተልካ So ኣብዚ ከኣ እንታይ እዩ ዘርእየካ ዘሎ እንታይ ዓይነት ታይትል ክትህባ ትደሊ ኣርእስቲ ማለት እዩ ኣብዚ እንድሕር ደሊካ ከኣ ዝተፈላለየ ሀሽተግ ክትገብር ትክእል ኢካ ምስቲ ናትካ ቪድዮ ዝከይድ ንኣብነት ሓበሻ ኢትዮጵያ ገለ ኢለ ጽሕፈ ኣብዚ ኤሪትሪያ ሀሽተግ ዝብል ማለት እዩ ወይ ድማ ካልእ እቲ ኣርእስቲ ወይ እቲ ናትካ ብዛዕባ እንታይ ከም ዝኾነ እቲ ቪድዮ Making Money Online ድሕር ኮይኑ hashtag Making Money Online ኢልካ ክትገብሮ ትኽእል ኢኻ ምስቲ ናትካ Niche ዝኸይድ ማለት እዩ እሱ ከማን ሓጋዚ እዩ ዝበሃል ግን hashtag ከኣ ክበዝሕ የብሉን ሓደ ክልተ ክሳብ ሰለስተ እንድሕር ጌርካ እኹል እዩ and ሽዑ ብቀሊሉ እቲ ኣልጎሪትም ክረክቦ ማለት እዩ እቲ ታይትል ናትካ ግን ንጹር እንድሕር ኮይኑ እቲ ሀሽተግ ከማን ናይ ግድን ኣይኮነን ግን ክትገብሮ ትክእል ኢካ ሓጋዚ ክከውን ይክእል እዩ so እንድሕር ደሊካ ኣብዚ ሽዑኡ ገና ክትፍትሻ ደሊካ ጥዕይቲ ድያ ጽብቅቲ ድያ ከምቲ ዝመሰለካ ኣብዚ ፕራይቨት ክትቅይራ ትክእል ኢካ መታን ድሓር ብውሽጢ ክትሪኣ ወይ ድማ እንድሕር ርግጸኛ ኮይንካ ከኣ ፓብሊክ ኣብቲኣ ቀዳመይቲ ትሓድጋ ማለት እዩ እንዳን ኣብዚ ከኣ ኣበይ ካበይ ኢኻ ፖስት ጌርካዮ ክስታይ እንድሕር ደሊኻ ማለት እዩ ናይ ግድን ኣይኮነን ግን ነቲ ኣልጎሪትም ከማን ስዩታት ይሕግዝ እዩ ኣነ ብገሊኡ ቪድዮ ጀርመን ኢለ ጽሒፈ ኣለኹ ብህርከ ንደቂ ጀርመን ስለ ዝኾነ እዚ ግን ናትካ ውሳነ እዩ እዚ ከማን ግን ነቲ ኣልጎሪትም ይሕግዞ እዩ እዚ ከኣ ን ጺል ግሩፕ ታርግድ ግሩፕ ማለት እዩ ንቆሎውዕ ኣይኮነን ናይ ግድን ኣብዚ ከኣ ጽቡቅ እዩ እንድሕር ፈቲሽካዮ ወይ ድማ ካብ ክንደይ ዕድመ ምዃኑ ንቆሎውዕ ጥራይ ኣይኮነን ናይን እስ እስ ኒሽፕት ንቆሎውዕ ጥራይ ኣይኮነን ማለት እስ ኖርማል ዝኾነ ሰብ ክሪኦ ይኽእል እዩ እቲ ቪድዮ ሓደገኛ ነገር ዘይ ከም ዘይብሉ ኢኻ ትረድኦም ማለት እዩ ንቆሎኡ ን ን children ጥራይ እንድሕር ዘይኮነ ማለት እዩ so እ so ኣብዚኣ ከኣ ኣገዳሲት ዝብላ ኣነ እንታይ እያ ዝተማሳሰለ video ናይ ቀደም እንድሕር ኣለካ ምስቲ ኣርእስቲ ዝኸይድ ንኣብነት ኣብዚ እ እ ክስታይ ምስኡ ክስታይ connect ክትገብሮ ትኽእል ኢኻ ኣብዚኣ ማለት እያ እዚኣ ኢንሊሸ ቪድዮስ ኣብዚ እዚኣ ቀዳመይቲ ምስኣ ኮኔክት ክትገብሮ ትኽእል ኢኻ እንዳን ኣብዚ ከኣ ኣገዳሲ እንታይ እዩ በዚኣ ቪድዮ እዚኣ ስኒ ዝኾነ ሬክላም ትገብር ኣለኻ ዲኻ ኖኖ ሬክላም ኣይኮነን እዚኣ ከማን ኣገዳሲት እያ ብርክ ሬክላም እንድሕር ትገብር ኮንካ እዎ ይገብር ኣለኹ ናይ ዝኾነ ካልእ ካምፕኒ ድዩ ወይ ምልክት እዎ ክትብል ኣለካ ማለት እዩ እንድሕር ናይ ካብ ናትካ ቪድዮ ኖርማል ሓበሬታ ኮይኑ ከኣ ኖኖ ማለት እዩ እም ሶ ኣብዚ ከኣ እንታይ ዝብል እም ንኣብነት እ ብ AI ብገለ እንድሕር ሰሪሕካ ከምኡ ድዩ ኖኖ ኣይኮነን ኣብዚ በብሓደ ክተንብብዎ ትክእሉ ኢኩም እም ኖርማል ባዕለይ ዝመላእክዎ እዩ ኣነ እየ ከኣ መሊኤዮ ሪል ፐርሰን ማለተይስ ናይ ብሓቂ ሰብ እዩ ናይ ኤኣይ ወይ ባምቡላ ኣይኮነን ተዛሪቡ ሶ ኖኖእ ክትብል ኣለካ ሶ ኡንዳን ኣዚ ከኣ ኮመንድ ክትብሎዖ ትክእል ወይ ክተጥፎኦ ትክእል እዚ ከማን ካብ ቲክቶክ ትፈልጥዎ ትኮኑ ኢኩም እዚ ከኣ ሕጂ ብምንታይ እየ ዝርእየኩም ዘለኩ ኦኬ ኣብዚ ሾርት ሁክላድን ኣብዚኣ እንድሕር ጠዊቀ ሽዑኡ ደሓር ኣብቲ ናተይ ፕራይቨት እያ ትትርፍ ማለት እዩ እዚኣ ቪድዮ ማለት እዩ ሕጂ ስለምንታይ እየ ግን እዚ ዘርእየኩም ዘለኹ ብዙሓት ሓደሽቲ ዩቲበር ስለ ዝጀመሩ ሓደ ካልኣይ ነገር ከኣኒ ቲክቶክ ካብ ሎሚ ለይቲ ኣብ ኣሜሪካ ስለ ዘይሰርሕ ዘሎ ብሾርትስ በዓልኻ ሾርትስ ጥራይ ከማን ክትሰርሕ ትኽእል ኢኻ እዚ ከዓ ካልእ ኣጋባብ እዩ ካልእ መዓልቲ ከምጻልኩም ይኸውን እየ ዩቲዩብ ክትከፍት እንድሕር ደሊኻ እቲ ሾርትስ ይሕግዘካ እዩ ማለት እዩ ነቲ ናይ ቀደም ቪድዮ ናትካ መታን ክረኣይ ወይ ሳብስክራይባስ ክትረክብ እቲ ሰብ ብዝያዳ ክፈልጠካ መታን ኣብቲ ሾርትስ ብኣጋጣሚ እንድዩ ዝመጻካ ሽዕኡ እቲ ሰብ ናትካ ሾርትስ ደስ እንድሕር ኢልዎ ብቐሊሉ ኣብቲ ናትካ ኣብቲ ናትካ ቪድዮ ክኣቱ ይኽእል እዩ ሕጂ እዚ ከዓ እንታይ እዩ ንኣብነት ኣብዚ ከርእየኩም እየ ሾርት እንድሕር እዚኣ ጠዊቅና እቲ ደስ ዝብለካ ብከምዚ እንድሕር እንድሕር ክስታይ ጌርካዮ እዚኣ ከዓ ፅወ እሙኒ እዚኣ ንኣብነት ኣንትወይ ዝስራሕ ባዕሎም ክግምቱ እዩ። እዚኣ ንኣብነት እቲ ደስ ዝብለካ ናይዚኤን ሾርት ብከምዚ እንድሕር ሰሪሕካዮ ድሕሪ እቲኣ ስእሊ ትሕቲ እዚኣ ስእለይ እንድሕር ኣቲኻ ኣብኣ እንድሕር ጠዊቕካ ቀጥታ። ባዕልኹም ከማን ኣይትርዳእ። ቀጥታ ኣብቲ ቪድዮ እዩ ዝሕብረካ ቀጥታ ስኒ link ኣለዎ ኣውቶማቲክሊ ናብ ካብቲኣ ቪድዮ ዝቖረጽካያ እዚኣ ሕጂ ዓመት ዝሰራሕክዋ እያ ግን እቲኣ ሾርት ሰብ እንድሕር ኣገዲሳቶ ማለት እዩ እቲ ኣርእስቲ ኣብ ታሕቲ ጠዊቑ ናብቲ ናይ ቀደም ቪድዮ ከይዱ እቲ ኣብ ብምልእታ ቪድዮ ክሪኣ ይኽእል እዩ ማለት እዩ። ስለዚ እቲ ናይ ቀደም ቪድዮታት ናትካ ከኣ ንሰብ ተሪኦ ኣለኻ ማለት እዩ ወይ ሰብ ብቐሊሉ ከም ዝረኽቦ ትገብር ኣለኻ ድማ እንድሕር ግዜ ዘይብልካ መዓልታዊ ቪድዮ ክትሰርሕ ከምኡ ጌርካ ሾርትስ ጥራይ እንድሕር ሰሪሕኻ ከማን ነቲ ኣልጎሪትም ጽቡቕ እዩ እቲ ሰብ ቀልጢፉ ክረኽበልካ ክረክቦ እቲ ቪድዮታት ናትካ ስለዚ ዝያዳ ከማን ትራፊክ ኣብቲ ናትካ ዩቱብ ትረክብ ኣለካ ማለት እዩ ዝያዳ ሰባት ከኣ ይላለዩካ ኣለዉ እቲ ኮንተንት ናትካ ናይ ቀደም ዝነበረ ከኣ ትከስበሉ ኣለካ ማለት እዩ ናይ በርከ መብዛሕትኡ ግዜ እቲ ኣልጎሪትም ናይ ቀረባ ግዜ ጥራይ ስለ ፑሽ ዝገብር ስለዚ እቲ ናይ ቀደም ኮንተንት ናትካ ከማን ከም ትከስበሉ ትገብር ኣለካ ከምኡ ከኣ ኣብኡ ከማን ሕቶታት ክሓቱኻ ይኽእሉ ሓደሽቲ ሳብስክራይባ ክትረክብ ትኽእል ብከምኡ እዚ ጽቡቅ እዩ ግን ሾርትስ ጥራይ ዝገብሩ ከማን ኣለዉ ኣለዉ ቸነል ሾርትስ ጥራይ ዘለዎም ነዊሕ ቪድዮታት ዘይገብሩ ከምኡ መደብ እንድሕር ኣለካ ከማን ዩቲዩብ ክትጅምር ግን ንነዊሕ ቪድዮ ግዜ እንድሕር ዘይብልካ ሾርትስ ግን መስሓቅ ድዩ ወይ ዝኾነ ናይ ሙዚቃ ድዩ ናይ ሳዕስዒት ድዩ ገለ እንድሕር ክትገብር ደሊኻ ብሾርት ጥራይ ከማን ኣብ ዩቱብ ክትዕወት ትኽእል ኢኻ ኣለዉ ዝዕወቱ ማለት እዩ ብሓጺሩ እቲ ሕጊ ከኣ እንታይ ዝብል ብሾርት እንድሕር ሞነታይዜሽን ክትረክብ ኮንካ ሕጂ ኣብዚ እዋን እዚ ዓሰርተ ሚልዮን ሾርትስ ቪዩ ዓሰርተ ሚልዮን ሰባት እቲ ናትካ ሾርት ኣብ ውሽጢ ተስዓ መዓልቲ ክርእይዎ ኣለዎ ማለት እዩ ሽዑኡ ከምቲ ነዊሕ ቪድዮ ዝሰርሕ ሰብ ከምኡ ከማን እስኻ ሞናቲዘ ኣዞ ገንዘብ ክትረክብ ትኽእል ኢኻ ማለት እዩ ከፍቅዱልካ ይኽእሉ እዮም ወይ ድማ ኖርማል ነዊሕ ቪድዮታት ጥራይ እንድሕር ትሰርሕ ኮንካ ከዓኒ ያ ኣርባዕተ ሽሕ ዋች ኣዋስ የድልየካ ማለት እዩ ኣርባዕተ ሽሕ ዋች ኣዋስ ኣብ ውሽጢ ሓደ ዓመት ማለት እዩ እሱ እቲ ናይ ሾርት ከዓ ኣብ ውሽጢ ቴስዓ መዓልቲ ዓሰርተ ሚልዮን ንክልቲኤን ሕጊ ግን ናይ ግድን ሽሕ ሳብስክራይባ የድልዩካ ማለት እዩ so i hope እዚኣ ክትጠቅመኩም ነቲኦም ሓደሽቲ ቪድዮ ትሰርሑ ዘለኹም ወይ ዩቲዩብ ዝኸፈትኩም ወይ ድማ ናይቲኦም ናይ ቀደም ከማን ጠቂማትኩም ድያ ኣይጠቅመትኩምን ኣብ ታሕቲ ጸሓፉለይ and እቲኦም ሓደሽቲ ገና ሽሕ ዘይበጻሕኹም ከኣኒ ወይ ካልኦት ከማን ኣብ ታሕቲ ጸሓፉ ነንሕድሕድና ፎሎው ንበሃሃል ነንሕድሕድና ከኣ ንስፖርት ንበሃሃል። በርካ ሓድሽ እንድሕር ኮንካ እቲ ኣልጎሪትም ከማን ቀልጢፉ ከም ትርከብ ኣይገብረካን እዩ። ስለዚ እዚኣ ከኣ ከም ሓሳብ ክብለኩም ይደሊ። ዝኾነ ሕቶ ወይ ድማ ሓበሬታ ጠቓሚ ትብልዎ ነንሕድሕድና ብሓንሳብ ክንዓቢ መታን ክትነግሩና እንድሕር ደሊኹም ከማን ኣብ ታሕቲ ጽሓፍዎ። ዩቱብ ብጠቕላላ ኣብዚ እዋን እዚ ብጣዕሚ እዮም ፑሽ ዝገብርዎ ዘለዉ ገል ብዙሓት ሰባት ከምቲ ኣብቲ ዩቱብ ትሪእዎ ብሕልፊ ኣብ ናይ ኣመሪካ ገለ ኣብ ውሽጢ ውሑድ መዓልቲ ከማን ገንዘብ ከም ዝረኽቡ ይገብሩ ኣለዉ በርከ እቲ ሕግታት ናቶም ስለ ዝተቀየረ ማለት እዩ ድማ እቲ ኮምፕቲሽን ኣብ መንጎ ኢንስታግራም ፌስቡክ ቲክቶክ ዘሎ ላዕሊ ስለ ዝኾነ ሕጂ ከኣ ካብዚኣ ዝሓለፈት ለይቲ ቲክቶክ ጠጠው ኣቢሎማ ስለ ዘለዉ ንግዚኡ ድዩ ወይ ንቀጻሊ ድዩ ክንሪኦ ኢና ትራምፕ ስርሑ ምስ ጀመረ እሱ ዕድል ክህቦ ሜመሊሰ ቴስዓ መዓልቲ ንቻይና ይብል ኣሎ ክኸፍቶ ይሓስብ ኣሎ ከምቲ ዝተረዳእኒ ክንራዳዳእ ኢና ኢሉ ኣሎ ክሳብ ሕጂ ግን ብዘየገድስ እቲ ውድድር ስለ ዘሎ እቲ ዕድል ነቲኦም ክሪኤተርስ ከማና ከኣ እንዳ ኣማሐይሸሞ ኣለዉ ካብ ኩሉ ከኣ ብዙሓት ካብ ቲክቶክ ሚእትን ሰብዓን ሚልዮን እዮም ነይሮም ናይ ኣሜሪካ ጥራይ ቲክቶክ ዝጥቀሙ ዝነበሩ ካብዚኣ ሎም ለይቲ ስለ ክረኽብዎ ዘይክእሉ ብዙሓት ከማን ቅድሚ ቁሩብ ሰሙናት ኦረዲ ዩቱብ ከፊቶም ኣለዉ ዝተፋላለየ ፎርማት እዩ ዘሎ ዩቱብ ክትከፍት ኮለኻ ናይ ሓበሬታ ክኸውን ይኽእል እዩ ናይ ፍሎግስ ክኸውን ይኽእል እዩ ናይ ሂወትካ ክኸውን ይኽእል እዩ በብዓይነቱ ወይ ድማ ላይቭ ስትሪሚንግ ቀጻሊ ክትገብር ትኽእል ኢኻ ስለዚ ኣብ ከምኡ ብዙሕ ኣማራጭ ኣሎ እቲ ሰብ መልታን ሞራል ክረክብ ቀልጢፉ ያእ ክዕወት ወይ እቲ ጉዳይ ከኣ ክቕጽሎ ኣብቲ ናቶም ፕላትፎርም ዝያዳ ሰባት ክረኽቡ መታን እቲ ሕግታት ኣማሕይሸሞ ኣለዉ ከምቲ ትርእይዎ ስለዚ ብኸምኡ ከኣ ብዙሓት ሓደሽቲ ይመጹ ኣለዉ ኣብ ናይ ኤርትራውያን ወይ ኣብ ናይ ሓበሻ ከማን ኣስተብሂለ ብዙሓት ደስ ዝብለካ ዩቱብ ቻነልስ ተኸፊቱ ኣሎ ንዖኦም ክኣ ንስፖርት ንኹላትና ንግበሮም እቲ ጠቓሚ ዝኾነ ከምኡ ጌርና ሓበሬታ ነንሕድሕድና ክንወሃሃብ ተስፋ ይገብር ኣብ መጻኢ ንዓይ ዝሓገዘኒ ክነግረኩም ደስ ይብለኒ ማለት እዩ ኩላትኩም ክትጅምሩ ትደልዩ Welcome and ዝኾነ ሕቶ ኣነ ክምልሶ ዝኽእል እንድሕር ኣለኩም ከኣ ኣብ ታሕቲ ጸሓፉለይ ኣነ ንባዕለይ ጀማሪት እየ ክትብል ትኽእል ኢኻ ማለትስ ኒ ያ ክስታይ ከምቲኦም ናይ ቀደም ዩቱብ ዝጀመሩ ካብ መጀመርያ ኣይኮንኩን ኣብ ቅድሚ ቁሩብ ዓመት እየ ጀሚረዮ ሶ ምሳኹም እየ ክዓቢ ዝደሊ ኣነ ከማን ንዓይ እዚ ሾርትስ ሓጊዝኒ በርከ ቅድሚኡ ካብ ቲክቶክ ዝረኸብክዎ ጥራየ ዝልጥፍ ነይረ እሱ ከኣ ኣብ ቲክቶክ እንድሕር ድሮ ለጢፍካዮ ኔርካ ዩቱብ ኣይድግፎን እዩ ኣይደልይዎን እዮም ናቱ ግን መሊሰ ካልእ መዓልቲ ከምጸልኩም እየ እዚ ከማን ሕጂ ዝተመሃርክዎ እዩ እቲ ሕግታት ናቶም በብሓደ እንዲኻ ክስታይ ትሰምዖ ወይ ተጽንዖ ስለዚ ኣብ ዩቱብ ኣብ ቲክቶክ ድሮ ዝነበረ ኣብ ቲክቶክ ኣብ ዩቱብ ኣይሕግዘካን እዩ ብከምዚ ወይ ድማ ባዕልካ ከማን ሓድሽ ሾርትስ ክትሰርሕ ትክእል ኢካ ወይ ባዕልካ ካብ ካልእ ቪድዮ ንበይኑ ክትሰርሕ ትክእል ኢካ ሾርትስ እሱ ካልእ መዓልቲ ከርእየኩም እየ እዚኣ ቪድዮ ከይትነውሓና ክትጠቅመኩም እዚ ኩሉ ከኣ ተስፋ ይገብር and good luck ንኩላትና ሰሰናዩ ትምንየልኩም ክሳብ ቀረባ ግዜ ባይ